ዝተሓዋወሰ መንነት ዝተሓዋወሰ ኣሰላልፋ በቦትኡ ክሕዝ ነናብ ናይ ባዕሉ መርገፂ ክስለፍ ገይርዎ እዩ ዝኾነ ሓይሊ ንህዝቢ ትግራይ ኢሉ ዝቃለስ መጨረሽኡ እውን ህዝቢ ትግራይ እዩ። ይክፋኣዮ ይጠዓሞ ይመችዎ ምስ ህዝቢ ትግራይ ኮይኑ ዝቃለስ ኣተባና ህዝቢ ትግራይ ዝፈጠሮ ናይ ህልውኑ ዓቕሚ ኣብ ቅድሚት ተሰሊፉ ብልሒ ናይቲ ቃልሲ ክኸውን ኢሉ ዝሃነፁ ሓይሊ ንምድኻም ነንባዕሉ ክባላዕ፣ ሓድነቱ ክፈርስ፣ ዓቕሙ ጠቕላላ ክደክም፣ ክጽላእ፣ ቅቡልነት ክስእን ልዕሊ ጸላእቲ ሰሪሑ ኣሎ። ስርዓትን ሕግን ክኽበር ክኽእል ኣለዎ። ሕግን ስርዓትን ክኽበር ክኽእል ኣለዎ። ትግራይስ ኣብ መኸተ ዘሎ እዩ። ህዝቢ ትግራይ ብሓደጋ ዘሎ እዩ። ኣብ ናይ ህልውና ቃልሲ ዘሎ እዩ። ህዝቢ ትግራይ ጠቕላላ ናይ ቀጻሊ ዕድሉ ምዕሩይ ንምግባር ከቢድ ዋጋ ዝኸፍል ዘሎ ህዝቢ እዩ። እዚ ከቢድ ዋጋ እዚ እናኸፈለ ማንም እናመፀ ዝፃወተሉ ዘጨማልቆ ድላይ ዝገብሮ ሓይሊ ክፍቀድ የብሉ። ትግራይ ናይ ኩላትና እያ፣ ናይ ማንም ኣይኮነትን። ናይ ኩላትና እያ ኢሉ ግን ዝኾነ ሓይሊ ሒዝልና ክመፅእ ዝደሊ ሓይሊ ከኣ ኣይንቕበልን። ካብዚ ከይደም ኣብ ዓፋር ዝኸዱ ኣለዉ ክምለሱ ኣለዎም። ብፆትና እዮም ዝተቓለሱ እዮም ተጋግዮም ክኾኑ ይኽእሉ። ገሊኦም ወንጀል ዝፈፀሙ እዮም ብወንጀሎም ፈሊጦም ከይጥየቑ ዝኸዱ ክኾኑ እዮም። ብዙሕ ሰብ ግን ብዘይፈልጦ ነገር ተደናጊሩ ከይድ ዝተገበረ እሱ ክምለስ እዩ ምንም ዝጠረጠ ድሕር ገዛና ምዕራይ ገዛና ምጽራይ ምጽራይ ማለት ከኣ ሓዞ ትሰዶ በዚ እሰሮ ፍትሓዮ ማለት ኣይኮነ ማለት ክእሰር ዝግባኦ እሰር ኣሎ ክክሰስ ዝግባኦ ክክሰስ ይኽእል ኣሎ ብሕጊ ክጥየቕ ዝግባኦ ብሕጊ ክጥየቕ ኣሎ ካብዚ ወፃእ ግን ዘየለካ ዘይረኣያ ኣለካ ዘይሓሲብካ ዘይተዛሪብካ ዘይትመስል ከም ዘይትጥርጠር ብዝብል ዝኾነ ኣብ ልዕሊ ዜጋና ዝኾነ ይኹን ነገር ክግበር ኣይግባእን። ጥምር ኮሚቴ ብዋናነት ሕግን ስርዓትን ናይ ምኽባር፣ ፀፅታዊ ኩነታት ናይ ህዝብና ውሑስ ክኸውን ናይ ምግባር ልኡኽ እዩ ዘለዎ። ካብ ደገ ይምፃእ ካብ ውሽጢ። እታ ዋና ዕላማና ብዘዋ ደረጃ ንገብሮ ዘለና ናይ ጥምር ኮሚቴ ድሕር ሕጂ ሕግን ስርዓትን ክነኽብር ኢና እያ ሕግን ስርዓትን ክነኽብር ኢና ድሕር ኩናት ኣብ ዝሓለፈ ናይ ክልተ ዓመት ናይ ግዜያዊ ምሕዳር ጉዕዞና ኣብ ህዝቢ ትግራይ ከቢድ ናይ ዓቕምታቱ ምልማስ ሓድነቱ ምልማስ ተስፋታቱ ምቕታል ሰዓራይ ወኒኡ ሞራሉ ተስፍኡ ምቕታል ስራሕቲ ተሰሪሑ እዩ። እዚ ኣብ ዝሓለፈ ብኹናት ዝተፈፀመና ጀኖሳይድ ካብኡ ዘይነኣኣስ ኣብ ልዕሊ ህዝቢ ትግራይ ኣብ ዝሓለፈ ናይ ግዝያዊ ምምሕዳር ክልተ ዓመት ጉዕዞ ህዝቢ ትግራይ ዝብትን ህዝቢ ትግራይ ናብ ጠቕላላ ተስፋ ምቑራፅን ናብ ጠቕላላ ምብትታንን ክእቱ ዝኽእል ሓደጋ በፂሕዎ እዩ። እዚ ህዝቢ ትግራይ ተቓሊሱ ዋጋ ከፊሉ እዚ ጠቕላላ ናይ ህዝቢ ትግራይ ዓቕሚ ምቕታልን ናይ ህዝቢ ትግራይ ተስፋ ዘቑርፅን ጠቕላላ ሓድነቱን ብፍላይ ከዓ ናይ ሰዓራይን ኣይግዛኣን ናይ ማንም ሓይሊ መገልገልን ገረድ ክኮን የብለይን ኢሉ ካብ ባርነት ናፃ ንምውፃእ ዘካይዶ ዓቕሙ ዘልምስ ኣካይዳታት ካብዙይ ንክወፅእ ሰፊሕ ቃልሲ ገይሩ ከም ሓዱሽ ግዝያዊ ምምሕዳር ምትዕርራይ ገይሩ ቀፃሊ ከም ህዝቢ ኣብ ክልተ ዓመት ውሽጢ ዝበፀሐና ክሳራ ንምሕዋይ ዕማም ሒዙ ክቕፅል ዘኽእሎ ኹነታት ፈጢሩ እዩ። እዚ ብሓደ ግዜ ዝመዓራረ ነገር ኣይኮነን፣ ብቃልሲ ክሓዊ ዝግበኦ ነገር እዩ። ተቓሊስና ኢና ንዕርዮ ተቓሊስና ዋጋ ከፊልና ኢና ንዕርዮ ግን መልክዕ ሒዙ እዩ ንክንቃለስ ምቹ ኩነታት ፈጢሩ እዩ እቲ ንክንቃለስ ቆሊፉ ሒዝና ዝነበረ እቲ ንክንቃለስ ዘኽእለና ምቹ ነገር ከይህልወና ገይሩና ዝነበረ ኩነታት ግን ፈቲሑ እዩ ድሕሪ ሕጂ ተቓሊስና ነቲ ኩነታት መልክዕ ምሓዝ ናይ ባዕልና እዩ ንማንም ነማናኸየሉ ጉዳይ ክኸውን ኣይኽእልን። ንሕና ሕጂ ኣብዚ ተኣኪብና ዘለና ናይ ጥምር ኮሚቴ ጉዳይ ንምርኣይ እዩ። ጥምር ኮሚቴ ብዋናነት ሕግን ስርዓትን ናይ ምኽባር ጸጥታዊ ኩነታት ናይ ህዝብና ውሕስ ክኸውን ናይ ምግባር ልእኹ እዩ ዘለዎ ካብ ደገ ይምጻእ ካብ ውሽጢ ናብ ካሊእ ሰፊሕ ኣጀንዳ ክኣቱ ኣይደልን ምኽንያቱ ናይ ህዝቢ ትግራይ ኣጀንዳ ሰፊሕ ስለ ዝኾነ እታ ሕጂ ክንሪኣ ዝንደሊ ዘለና እቲ ናይቲ ዘዋ ፀፅታዊ ኩነታት ናይቲ ዘዋ ሕግን ስርዓትን ናይ ምኽባር ናይቲ ዘዋ ናይ ህዝቢ ድሕንነት ከረጋግፅ ዝኽእል ስራሕቲ ምስራሕ እዚኤን እየን ተበቲነ ነይረን እዚኤን እየን ተባላሸን ፀኒሐን ኣብ ዝሓለፈ ጉዕዘና ምሕደራ ምምሕዳር ንበይኑ ናይ ፀጥታ ሓይልታት ንበይኑ ናይ ፀጥታ ሓይልታት ንባዕሎም ፖሊሱ ምልሽኡ ሰራዊቱ ነንበይኑ ክኸውን ምምሕዳራት በብከባቢኦም ከክንዲ ዝተጫጭሕዎ ክሰፍሑ ክልተ ሰለስተ ማህተም ሒዝካ ክስራሕ ቕጥዒ ዘይብሉ ስርዓት ዘይብሉ ፀረ ሕገ መንግስቲ ናና ፀረ ናይ ህዝብና ላእላዊ ግዝኣታት ፀረ ናይ ህዝብና ስልጣን ኣካይዳታት ስለ ዝነበሩ እዚኦም ዝፈጠርዎ ሽግራት ሕጂ ኣብ መሬት ኣለዉ። እዚኦም ዝፈጠርዎ ሽግራት ኣብ መሬት ኣለዉ መሊኦም ዘይተፈትሑ። ኸይዱ ኸይዱ ህዝቢ ብዝገበሮ ቃልሲ መልክዕ ክሕዝ ክኢሉ እዩ። እቲ ተሓዋዊሱ ህልውናና ዘጥፍእ ዝነበረ ጉዕዞ እቲ ዝተሓዋወሰ መንነት ዝተሓዋወሰ ኣሰላልፋ በቦትኡ ክሕዝ ነናብ ናይ ባዕሉ መርገፂ ክስለፍ ገይርዎ እዩ ተቓልሲ እዚ እንታይ ዝኣክል እቲ ጉዕዘና ከም ዘድመየና ብጭቡጥ ብተግባር ዘረጋገጸልና እዩ። ኸይዱ ኸይዱ እቲ ኣሰላልፋ ናበይ ከም ዝኸደ ተፈሊጥናዮ ኣብ ከይዲ ክልተ ዓመት ናይ ግዝያዊ ምሕዳር ዝነበረ ናይ ህዝብና ቃልስስ ርዱእ እዩ ነይሩ። ናይ መንነትን ናይ ኣሰላልፋን ምትሕውዋስ ማእኸል ዝገበረ እዚ ምትሕውዋስ እዚ ዝፈጥሮ ዘሎ ኣብቶም ጠቕላላ ናይ ህዝቢ ትግራይ ባልዩታት ዝበሃሉ ንምሕንሻሽን ንምጥፋእን ዝግበር ዝነበረ ጉዕዞ ከም ዝኾነ ዘረጋግፅ እዩ። ስለዚ ህዝቢ ተቓሊሱ ነቲ ጉዳይ ናብዚ ደረጃ እዚ ኣብፅሕዎ ኣሎ ናብዚ ደረጃ እዚ ኣብፅሕዎ ማለት ኣየናይ ኣተሓሳስባ ኣየናይ ኣረኣያ እንታይ ምዃኑ ካበይ ዝመፀ ምዃኑ ካበይ ልኡኹ ዝተውሃበ ምዃኑ ዘረጋገፀ ኣሰላልፋ ተፈጢሩ እዩ እዚ ማንም ክክሕዶ ዝኽእል ሓቂ ኣይኮነን ንማንም ርዱ እዩ ክሪኦ ንዘይደለየ ክሰምዖ ንዘይደለየ ኮነ ኢሉ እንተኮይኑ ካሊእ ዘረባ እዩ ብተግባር ግን እዚ እዩ ኣረጋጊፁ ናይ ህዝቢ ወገንተኛ ምስ ህዝቢ ኮይኑ ዝቃለስን ኣንጻር ጀኖሳይድ ዝፈፀሙልና ሓይልታት ልኡኹ ሒዙ ዝፈፅም ዝነበረ ናብኦም ከይዱ ዝተፀግዐን ፈልዩ እዩ እዚ ዝኾነ ምኽንያት ክትቦ ትኽእል ኣይኮነን። እዚ ብዝኾነ ይኹን መንገዲ ዝኾነ ምኽንያት ክትበሉ ትኽእል ነገር የለን። ዝኾነ ሓይሊ ንህዝቢ ትግራይ ኢሉ ዝቃለስ መጨረሽኡ እውን ህዝቢ ትግራይ ይኽፋኣዮ፣ ይጠዓሞ፣ ይመችዎ ምስ ህዝቢ ትግራይ ኮይኑ ዝቃለስ ዝኾነ ሓይሊ ንህዝቢ ትግራይ እየ ዝቃለስ ኢሉ ንህዝቢ ትግራይ ሓሳብ ኣለኒ ኢሉ ንህዝቢ ትግራይ ዝምቹ ንህዝቢ ትግራይ ናብ ዝሕሸ ደረጃ ዘብፅሕ ሓሳብ ኣለኒ ዝብል እንተልዩ ምስ ህዝቢ ትግራይ ኮይንካ እዩ ካሊእ ዘራይ ፀዊዕኻ ናብ ካሊእ ዘራይ ተጎዝጒዝካ ናብ ካሊእ ዘራይ ተፀጊዕኻ ካሊእ ኣንፃር ህዝቢ ትግራይ ጀኖሳይድ ዝፈፀመ ሓይሊ ከይድካ ተሸጉጥካ ናይ ህዝቢ ትግራይ ሽግር ኣይፍታሕን ብዝኾነ ይኹን ምኽንያት እዚ እየርእና እቲ ጉዕዞ ክሳዕ ክንደይ ናይ ሓደገኛ ከም ዝነበረ እየርእና ብተግባር ኣብዚ እንሻማቐቐሉ ቃልሲ ኣይገበርና ኣብዚ እንሓፍረሉ ቃልሲ ኣይገበርናን። ዝተፈላለየ መልክዕ ክቐብእዎ ምኲሮም እዮም። ሰራዊትና ሕጊ ናይ ምኽባር ስራሕቲ ክገብር ከሎ ዝተፈላለየ መልክዕ ክህብዎ ፈቲኖም እዮም። እዚ ኮነ ተባሂሉ ልኡኹ ስለ ዝኾነ ኣካል ናይቲ ፀረ ህዝቢ ትግራይ ዝገብርዎ ቃልሲ እዩ። ኣካሉ እዩ። ስለዚ ናይ ናይ ጸጥታ ሓይልታትና ዝተፈላለየ ሽም ክወሃቦም እቲ ዋና ህዝቢ ትግራይ ዝፈጠሮ ናይ ህልውኑ ዓቕሚ ኣብ ቅድሚት ተሰሊፉ ብልሒ ናይቲ ቃልሲ ክኸውን ኢሉ ዝሃነፁ ሓይሊ ንምድኻም ነንባዕሉ ክባላዕ ሓድነቱ ክፈርስ ዓቕሙ ጠቕላላ ክደክም ክጽላእ ቅቡልነት ክስእን ልዕሊ ፀላእቲ ሰሪሐም እዮም ናይ ፀላእ ፍሉጥ እዩ መበገሲኡ ፍሉጥ መብፅሒኡ ፍሉጥ ኣብ ውሽጢ ኮንካ ግን ክሳዕ ዝፍለጥ ህዝቢ ዘደናግር ከባቢ ዘደናግር ኣንፃር ናይ ፀፅታ ሓይልና መዓት ናይ ጸለመን ሰራዊትና ሓድነቱ ዘፍርሱ ዝተፈላለዩ ፕሮጀክት እናፈጠርካ ብዙሕ ነገር ተገይሩ እዩ ኸይዱ ኸይዱ ግን እቲ ጉዳይ ፀሓይ ዝወቅዖ ሓቂ ኣሰላልፍኡ ፍሉጥ መፀጊዑ ፍሉጥ ካበይ ከም ዝመፀተ ኣጀንዳ ፍሉጥ እንመን እዬም ኣምጼሞ ፍልጥ መጨረሽኡ ናበይ ተጸጊዐም ፍሉጥ ኣብ ትግራይ ዝኾነ ይኹን ኣፈላላይ እንተዝህሉ ኣብ ትግራይ ዝተፈላለዩ ኣረኣእያታት ናይ ኣረኣእያ ኣፈላላያት ተዝህሉ መድሕኑ ፈራዲኡ ህዝቢ እዩ ሪፈር ዝበሃል እውን ናብ ህዝቢ እዩ ህዝቢ እዩ ዝፈርዶ። ሪፈር ዝብል ኢሉ ናብ ጀረሳይ ዝፈፀሙልና ሓይልታት ዝፅጋዕ እንተልዩ እዚኦም ዳኣ ጀኖሳይድ እንዲም ዝፍፅሙልና እዚኦም ዳኣ ጀኖሳይድ ክፍፅሙልና ሕጅን ኩሉ ዝገብሩ እንዲም ካብዚኦም ዶ ጥዑይ ምክሪ ኣለይ ካብዚ ዶ ጥዑይ ሓገዝ ኣለዲ ካብዚ ዶ ጥዑይ ድጋፍ ኣለይ ንህዝቢ ትግራይ ዝጠቅም ድጋፍ፣ ሓገዝ፣ ምኽሪ ክህቡ ይኽእሉ። በበይናይ ሞራሎም፣ በበይናይ መንገዲ፣ በበይናይ ቅንዕኖም፣ በበይናይ ህዝባውነቶም። ስለዚ ዘይሩ ዘይሩ እቲ ናይ ሕጂ ኣጀንዳና እቲ ናይ ጥምር ኮሚ ኣጀንዳ ስለ ዝኾነ ኣብዚ ኩላትና ብደንቢ ክንርድኦ ዝግባእ ኣብቲ ምምሕዳር ይኹን ኣብቲ ናይ ፀፅታ ሓይሊ ነናይ ባዕሉ ልኡኽ ንምፍፃም ዘለዉ ሕፅረታት እንታይ እዮም? እቲ መጀመርያ ክንሪኦ ዝግባእ ቅድሚ ኩሉ ልዕሊ ኩሉ ኣብ ህዝቢ ቅቡልነት ዝፈጥር ስራሕ ምስራሕ እዩ። ብዝኾነ ይኹን ምክንያት ኩሉ ናይ ህዝቢ እዩ። ዓቕምታት ኩሎም ናይ ህዝቢ እዮም። ብህዝቢ እዮም ዝፍፀሙ። ኣብ ውሽጢ ህዝቢ እዩ ኩሎም ነገራት ዘለዉ ኩሎም ጥፋኣታት ዝስርሑ ኣብቲ ውሽጢ ህዝቢ ቁም ነገራት ዝስርሑ ኣብቲ ውሽጢ ህዝቢ እዩ። ህዝብስ ንኩሉ ይፈልጥ እዩ። ንኩሉ ናይ ምስትኻል ዕድል ከ ኣለዎ። ንኩሉ ናይ ምስትኻል ዓቕሚ ኣለዎ። ስለዚ ኩሎም ምስ ፀፅታ ስራሕ ዝተተሓዙ ክንሰርሖም እንኽእል ፀፅታ ንወይኑ ነፂልካ ዝረአ ኣይኮነን። ካብ ምሕዳራዊ ካብ ሰናይ ምሕዳር ወፃእ፣ ካብ ፍትሒ ወፃእ፣ ካብ ቅቡልነት ወፃእ ፀፅታ ንበይኑ ነፂልካ ዝረአ ነገር ጉዳይ ኣይኮነን። ሰናይ ምሕዳር እንተተፈቲሑ ህዝቢ ደስተኛ ይኸውን። ፍትሒ ብትኽክል ተተረጋጊፁ ህዝቢ ደስተኛ ይኸውን፣ ይሕግዝ፣ ይስለፍ፣ ይሰርሕ፣ ዋጋ ይኸፍል። ኣብዚ ደስተኛ ተዘይኮይኑ ከዓ ይንፀል፣ ይርሕቕ፣ ሓጋዘይ ይኸውን። እዚ ህዝቢ ትግራይ ዝመርሕ ዝነበረ መንግስቲ ትግራይ ይኹን ናይ ህዝቢ ትግራይ ውዳበ ንህዝቢ ትግራይ ሓድሽ ኣይኮነን። ሕጂ ዝፈልጦ ሕጂ ዝርድኦ ሕጂ መን ኢሉ ዝድህስሶ ኣይኮነን። ነቲ መንእሰይ ብህፃኑ ጀሚሩ ካብ ዝውለድ እናረኣዮ እናሰምዐ ዝዓበየ እዩ። እቲ ዓብዪ ዝተቓለሰሉ ዋጋ ዝኸፈለሉ ካብ ቀደም ጀሚሩ ባዕሉ ዝሓለፈሉ ህይወት እዩ። እዚ እንተኾይኑ ሕጂ ከም ሓድሽ ንህዝቢ ትግራይ ናይ ሕሉፍ ናይ ህዝቢ ትግራይ ውዳበን መንግስትነትን ኣካይዳን ፖሊስን ሓድሽ መረዳእታ ንምሃብ እንፅዕረሉ እንደኽመሉ ነገር የለን። ኩሉ ይፈልጦ እዩ። እሱ ዝደሊ ብኡ ምስራሕ እዩ። እሱ ዝደሉ እሱ ምትግባር እዩ። እሱ ዝደሊ ፍትሒ ምርጋጽ እዩ። እሱ ዝደሊ ጸጥታዊ ኩነታቱ ውሕስ ክኸውን ምግባር እዩ። እሱ ዝደሊ ዘዳምጾ ዝሰምዖ ሽግር ዝፈትሐሉ እሱ ዝደሊ ኢዱ ዝነጽሀ ቅንዕና ዘለዎ ካብ ቀንጠብጠብ ካብ ሙስና ካብ ሓሶት ካብ ምጭብርባር ናጻ ዝኾነ መራሒ ዝደሊ ሕጂ ሓድሽ ፖለቲካ ክነምህሮ ሓድሽ ፖለቲካ ክነስርጸሉ ኣኪብና ከምዚ እዩ ዕላማና ከምዚ እዩ ፖሊሲና ክንብሎ ኣይኮነን ዝፅበ ይፈልጥ እዩ መብዛሕትኡ ካባና ንላዕሊ ይፈልጥ ንሱ ዝደሊ እቲ ጸመም ኣተሓሳስባታት ዕሪዎ፣ እሱ ዝደሊ እቲ ኢድኩም ቀንጠብጠብ ዝብል ኣደብ ግበሩ፣ እሱ ዝደሊ ብቕንዕና ንህዝቢ ኣግልግሉ፣ ዋጋ ክፈሉ፣ ንሱ ዝደሊ ህዝቢ ክነኽብሮ፣ ሽግር ክንፈትሐሉ፣ ክንሰምዖ፣ ክነዳምፆ እሳ እዩ ዝደሊ። እዚኣ ምግባር እያ ንፀጥታ ውሕስ ትገብር ኣብ ካሊእ መንገዲ ሃለው ትበልና ዋጋ ይብል ሰብ ሰብ እዩ በግዕ ይኮነ ከፍቲ ይኮነ በትሪ ሒዝካ ትእክቦ ሓሲቡ ብናይ ባዕሉ መሕሰብ ዝኸይድ ሓሳብ ዘለዎ እዩ ፍልጠት ዘለዎ እዩ ሕማቕን ፅቡቕን ዝፈልጥ እዩ ክኾነ ኣለዎ ኢሉ ዝብሎ ነገር ዘለዎ እዩ ነዚ ኸኣ ብትኽክል ኣዳሚጽካ ሰሚዕኻ ፍትሓዊ ዝኾነ ምሕደራ ምፍጣር እዩ ሕጂ ከምዚ ኾነ በዚ ኾነ ከምዚ ተጎጀሉ በዚ ኣኸባ ገበሩ ምና ይበሃል ከምቲ ዝበልኮይ ጉዕዘናስ ሓድሽ ነገር ኣይኮነን ስለ ዘይፈልጦ ነቲ መንግስቲ ትግራይ ንውድብ በብግዚኡ ዝመርፆ ዝነበረ ፖለቲካዊ ውድብ ስለ ዘይፈልጦ ኮይኑስ ተይፈለጦ ካልኦት ብጎኒ ኣትዮም ዘደናግርዎ ሓይልታት መፅኦም ክበሃል ይኽእል ዝጎደሎ ስለ ዘሎ በቢ ደረጁ ዘሎ ምምሕዳር ዘጉደሎ ነገር ስለ ዘሎ ንሱ እዩ ክፍታሕ ዘለዎ ኣብኡ ኢና ክንዳመፅ ዘለና ተዘይኮይኑ ዝኾነ በዚያ ዝኾነት ጉጅለ ካብ ግዛዕ መፅያ ነቲ ህዝቢ ኣኪባ ኣደናጊራ ኖኖ እቲ ህዝብስ ቲፒኤልኤፍ ዲ ዘይፈልጥ ኮይኑ መንግስቲ ትግራይ ዲ ዘይፈልጥ ኮይኑ መራሕቲ ትግራይ ዲ ዘይፈልጥ ኮይኑ ምምሕዳር ናይ ትግራይ ዲ ዘይፈልጥ ኮይኑ ዝተቓለሰሉ ዋጋ ድዩ ዘይፈልጥ ኮይኑ? እንታይ ዋጋ ከም ዝኸፈለ መኸተ ኣብ ቀደም ዓሰርተ ሸውዓተ ዓመት ቃልሲ ኣብ ድሕር ናይ ዓሰርተ ሸውዓተ ዓመት ብረታዊ ቃልሲ ዝተገበረ ናይ መንግስትነት ጉዕዞ ኩሉ ስለ ዘይፈልጥ ድዩ ዝኾነ ሰብ ሓይል መፅ ዝኾነ ኣዳናጊርዎ ዘይኮነ ስለዚ ህዝቢ ክስማዕ ኣለዎ ክድመፅ ኣለዎ ምኽክር የድልዮ እዩ ዝበልናካ ግበር ክበሃል ጥራሕ ኣይግባእን። ተዳምፆ ትሰምዖ ትከራኸር ዘወርበል ተይልካ ትሰምዖ ተጋጊ እኳ ተኾይኑ ብኸይዲ ባዕሉ ካብ ተመክሮ ክመሃር እዩ ከምኡ እኮ እዩ ስር እቲ ህዝቢ ሰይተግድድ እዚ እዩ ዝሕሸኒ እንተይሉ ክይድ ወሎ ካብ ተመክሮ ባዕሉ ክመሃር እዩ ከምኡ እኮ እዩ እቲ ኩላትና እናበልናዮ ዝመፃና እዚ ማለት ግን ዝኾነ እናመፀ ክፃወተሉ እናዓፈነ እናቐጥቀጠ እናቐተለ ገልጋሊ ዘይብሉ ኣብ ሜዳ ደብሪኻዮ ዝኾነ ሰብ ዝኾነ ሓይሊ ክፃወተሉ ፍቐድ ማለት ኣይኮነን። ስለዚ ሕጂ እቲ ሕግን ስርዓትን ነኽብር፣ ፀጥታና ነኽብር፣ ናይ ጥምር ኮሚቴ ንስራሕ ክንብል ከለና ፍትሒ ነረጋግፅ ማለት እዩ። ህዝቢ ነዳምፅ ማለት እዩ። ብቕንዕና ነግልግል ማለት እዩ። ኢድና ነጽሪ ካብ ጠልቆምቆም ማለት እዩ። ተንኮል፣ ሽጣራ፣ ዘይቅንዕና፣ ዘይውፊነት ነመዓራሪ ማለት እዩ። ኣብኡ እዩ ዘሎ እቲ ዋና ነገር። ኣብኡ እንተሉ ተኸታሊ ኣለካ ደድሕሪ ጃርጃሪ ክብል ኩሉ ደድሕሪኻ ጓዓዚ ኣብዚ ሽግር ተልዩ እቲ መንገዲ ትኸዶ ኣይመርፅን በይንኻ ተርፍ ኢኻ ስለዚ ፍትሒ ናይ ህዝቢ ንህዝቢ ምኽባር ንህዝቢ ምስማዕ ንህዝቢ ምድማፅ ተልዩ ሓቢርካ ኣሰርሕ ስለዚ ሕጂ እቲ ናይ ሕጊ ናይ ምኽባር ስራሕ ክንሰርሕ ኣለና ክንብል ከለና ዋና መርገፂና እዚ ዝኸውን ዋና ሰንተርና ካብዚ ኢና ንብገስ ካብኡ ዝሓለፈ ሕምስምስ ዝተፈጠረ ቁስልታት ኣለዉ ዝተፈጠሩ ሽግራት ኣለዉ እዚኦም ከኣ ክንፈትሖም ኣለና ከመይ ኢና ንፈትሖም ስርዓትን ሕግን ክኽበር ይኽእል ኣለዎ ሕግን ስርዓትን ክኽበር ክኽእል ኣለዎ ትግራይስ ኣብ መኸተ ዘሎ እዩ ህዝቢ ትግራይ ብሓደጋ ዘሎ እዩ ኣብ ናይ ህልውና ቃልሲ ዘሎ እዩ ህዝቢ ትግራይ ጠቕላላ ናይ ቀጻሊ ዕድሉ ምዕሩይ ንምግባር ከቢድ ዋጋ ዝኸፍል ዘሎ ህዝቢ እዩ እዚ ከቢድ ዋጋ እዚ እናኸፈለ ማንም እናመፀ ዝፃወተሉ ዘጨማልቖ ድላዩ ዝገብሮ ሓይሊ ክፍቀድ የብሉን። ይኣኽሉና እዮም እቶም ርሑቕ ዘለዉ ፀላእትና ኩሉ ዘድሚና ዘሎ እኹላት እዮም ህዝቢ ትግራይ ንምድማይስ ኩሉ ዝግባእ ዝግ- ክገብርዎ ዝግባእ ነገር ይገብሩ ኣለዉ ዝኾነ ሓይሊ ከዓ ነዚ ኩነታት እዚ ከመቻችወልኩም እየ ህዝቢ ትግራይ ዝደለኹም ግበርዎ ኢሉ ድላዩ ዝገብር ሓይሊ ክህሉ የብሉን ኣብ ዝኾነ ደረጃ ይሃሉ ኣብ ምምሕዳር ይሃሉ ሸፊቱ ይሃሉ እ፣ ኣብ ገገዝኡ ይሃሉ ኣብ ዝተፈላለየ ሞያ ይሃሉ ክንቃለስ ኢና መፂና ካሊእ ነገር የብልናን ኩላትና ዘለና ህዝቢ ትግራይ ኣብ ሓደጋ ኣብ ናይ ህልውና ሓደጋ ኣትዩ ኢና ክንቃለስ ኣብዚ ከፍ ኢልና ተጎሊትና ዘለና እንታይ ኣለና ስራሕ ደሞ ዘይወሃበና ዕድሜናን ቤተሰብናን ኣብ ሓደጋ ኣቲና ኣብዚ እንታይ እንታይ ጥቕሚ ኣለና ደኣ ድሕር ናይ ብሓቂ ዘይተቓሊስና ናይ ቃል ዓለም ዘይኮነስ ናይ ሓቂ ስለዚ ከምዚ ዝገብሩ ዝኾኑ ኣካላት ኣደብ ግበሩ ክንብሎም ግቡእ እዩ ግቡእ እዩ ጥራሕ ዘይኮነስ ንዑ ኢና እውን ተወዲብና ዘለና ኣብዚ እቲ ናይ ፀጥታ ሓይልሲ ነዚ ስራሕ እዚ ተወዲቡ ዝኾነ ሓይሊ ካብ ዝኾነ ቦታ እናመፀ ናይ ዝኾነ ሓይሊ ልኡኽ ተሓንጊፁ መፅኡ መጫደሪ ክገብሮ ትግራይ ብፍፁም ዘይመልክዑ መልክዕ ሒዙ ዘይ ፖለቲካ ፖለቲካ እናተዋሃበ ከምዚባ ከምዚባ ከምዚ ስለ ዝኾነ እዚ ስለ ዝኾነ ጣብያ ስለ ዝመርሖ ስለ ዝመረፆ ቀበሌ ስለ ዝመረፆ ቤት ምክሪ ስለ ዝመረፆ ምናምን ስልጣን ናይ ወረዳታት ናይ ጣብያታት ክኽበር ይኽእል ኣሎ እዚ ክጠሓስ የብሉን ግን መጥቀሚ ዝገብሮ ብቤት ምክሪ ሹም መጥቀሚ ዝገብሮ ግን ድማ ናይ ቤት ምክሪ ቅቡልነት ዘይብሉ ሓይሊ እንተልዩ ወይ ድማ ብቤት ምክሪ መሪፅኒ ኢሉ ናይ ፀላኢ ልኦ ክፍፅም ዝደለ ዝኾነ ኣካል እንተልዩ ሓደ እታ ቤት ምኽሪ ከምኡ ኣይትመርጽ ተጋግያ ተመሪጻ እተውን እንታይ ትገብረ ኣለኺ ክትበሃል ኣለዋ እንታይ ትገብረ ኣለኺ ክትበሃል ክትክእል ኣለዋ ስለዚ ሕግን ስርዓትን ክነኽብር ኢና ክንብል ከለናስ ክሳብ ሕጂ ኣብ ዝሓለፈ ክልተ ዓመትን ድሕሪ ናይቲ መንግስቲ ምትዕርራይ ክሳብ ሕጂ ከኣ ናይ ምምሕዳራት ናይ ገምታት ምትዕርራይ ስለ ዘይተገበረ ክሳብ ሕጂ ተዝረኽሪኹ ጸኒሑ ብዙሕ ነገር ከኣ ተባላሽዩ እዚ ክንመልሶ ኢና ክንመልሶ ከለና ኖርማል ናይ ጥምር ኮሚቴ ስራሕ ጥራሕ ኣይኮነ እቲ ተባላሹ ዝተፀንሐ ኩሉ ብዝዕሪ መንገዲ ኢና ክንከዶ ብዝዕሪ መንገዲ ኢና ክንከዶ ልዕል ህዝቢ ትግራይ ዝኾነ ሰብ የለን ልዕል ህዝቢ ትግራይ ዝኾነ ውዳበ የለን ንህዝቢ ትግራይ ዝጠቅም ሓሳብ ኣለኒ ንህዝቢ ትግራይ ዝጠቅም ፕሮጀክት ኣለኒ ዝብል ሓይሊ እንተል ይምፃእ ኣሰየልና ንቕበሎ ንተኣናግዶ ንንከባኸቦ ንሕልዎ ንስለፍ ምስኡ ህዝቢ ትግራይ እናኸፋፈለ ኣብ ትሕቲ ጀኖሳይ ዝፈፀሙላ ሓይልታት ክቕርቅረ እየ መሳርሒ እገብሮ እየ ዝብል ዝኾነ ሓይሊ ግን ኢዱ ይስሓብ ይኸይድ ይሰለፍ ምስቶም ጀኖሳይ ዝፈፅሙልና ኣፍሊጡ ይግጠም ካብዚ ወፃእ ዝግበር ነገር ቅቡልነት የብሉን ብፍጹም ስለዚ እቲ ሕጂ ንገብሮ ናይ ጥምር ኮሚቴ ስራሕ ኣብ ዝሓለፈ ብዘይምስራሕና ዝተፈጠረ ዕዳ ኣለና ሽግር እሱ እውን ኢና ክንፈትሕ ትግራይ ናይ ኩላትና እያ ናይ ማንም ኣይኮነትን ናይ ኩላትና እያ ኢሉ ግን ዝኾነ ሓይሊ ሒዝልና ክመፅእ ዝደሊ ሓይሊ ከዓ ኣይንቕበልን። ናይ ኩላትና እያ ኢሉስ ድላየ ክገብር እየ ዝኾነ ጀነሳይድ ዝፈፀመልና ሓይሊ እናጎተትኩ ህዝቢ ትግራይ ከጨማልቕ እየ ዝብለና ሓይሊ እንተልዩ ናይ ኩላትና ማለት እኮ ኩላትና ብሰላም እንነብረላ ኩላትና ፍትሓዊ ብዝኾነ መንገዲ ተጠቃምነትና ንረጋግፀላ፣ ኩላትና ኣብ ጥቕሚ ህዝቢ ትግራይ፣ ኣብ ረብሓ ህዝቢ ትግራይ፣ ኣብ ህልውና ህዝቢ ትግራይ ንመያየጠላ፣ ነናይ ባዕልና ሓሳብ ሒዝና ነናይ ባዕልና ተግባር ክንፈፅመሉ ንኽእል ነገር ክንገብር ሓሳብና ክነቕርብ ዋጋ ክንከፍል ንህልውና ህዝቢ ትግራይ እዚ ማለት እዩ ናይ ሓባር ማለት እዩ እምበር ዝኾነ ዝሕምዝቆ ዝኾነ ከም ድላይ ዝገብሮ ናይ ኩላትና ኢና እናበልካስ ዝጎተ ዝኾነ ሓይሊ እናጎተትካ መፂኻ ክኾነ ይኽእል ስለዚ እቲ ሕጂ ንሰርሖ ናይ ፅምር ኮሚቴ ስራሕ ሕግን ስርዓትን ተኸቲልና ኢና ንገብሮ ሕግን ስርዓትን ተኸቲልና ኢና ንገብሮ ማለት ግን ሕግን ስርዓትን እንታይ ማለት እዩ? ሕጊ ንትግራይ ትጠቀም ሕጊ ንናይ ህዝቢ ትግራይ ህልውና ዘረጋግፅ ፍትሒ ንናይ ህዝቢ ትግራይ ሓድነት ዝእክብ ንሱ እዩ። ካብዚ ወፃኢ ዝግበር ነገር ኣንፃር ረብሓ ህዝቢ ትግራይ ስለዝኾነ ኩላትና ኣብቲ መኸተ ዝተሰለፍና ከዓ ንህልውና ህዝቢ ትግራይ ስለዝኾንና ንማንም ሓይሊ ዕድል ክንህብ ከም ድላዩ ክፃወተና ዓድና ክብትነልና ኣይንፈቅድን። ብዝመፀ ይምፃእ ብዘየግድስ። ስለዚ እቲ ናይ ጥምር ኮሚቴ ካብ ዘንጻር ኢና ክንሰርሖ ዕዳ ኣለና ናይ ዝሓለፈ ሕጂ እውን ብዙሕ ነገር ዘይተፈትሐ ኣሎ እቲ ዝተፈጢሩ ዝነበረ ቀውሲ ፈጢርዎ ዝሓለፈ በሰላ ኣሎ ዝተፈላለየ ሓሳብ ዘለዎም ኣካላት ክህልው ይኽእሉ እዮም። ሓሳቦም ብሰላማዊ መንገዲ የራምዱ፣ ኣብ ትሕቲ ሕጊ ኣትዮም፣ ኣብ ትሕቲ ምምሕዳር ኣትዮም፣ ኣብ ትሕቲ ናይ ፀፅታ ሓይሊ ኮይኖም፣ ኣብ ትሕቲ ሕገ መንግስቲ ትግራይ ኮይኖም፣ ኣብ ትሕቲ ናይ ህዝቢ ትግራይ ረብሓ ኮይኖም፣ ናይ ህዝቢ ትግራይ ረብሓ ተይተፃረሩ፣ ናይ ህልውና ህዝቢ ትግራይ ተይተፃረረ ዝኾነ ሓይሊ ዝደለዮ ከራምድ ይኽእል እዩ። ስለዚ እዚ ኣብቲ ጥምር ኮሚቴ ከመይ ኢና ክንፍፅሞ ዝግባእ ዝብል ብደንቢ ክርአ ዝግብኦ ስለ ዝኾነ ማለት እዩ ስለዚ ሕግን ስርዓትን የለን ሕጂ ኣብ ኣብ ዞባ ይኹን ኣብ መቐለ ይኹን ኣብ ብዙሕ ከባቢ በቃ ትግራይስ ዝኾነ መፂኡ ድላዩ ዝገብረላ ይመፅእ ኣብዚ ይቕመጥ ተደልዩ ይሽፍት ተደልዩ ናብ ጀኖሳይድ ዝፈፀሙልና ይኸይድ ተደልዩ ይምለስ ተደልዩ እዚ ኮይኑ ዋፁ ነዚ ይብል ተደልዩ ዝኾይኑ መሬት ይሸይጥ እናሸጠ ገንዘብ ይልእኽ ተደልዮ ኮይንኩም ኣመሓድርና እናበለ ብስልክን ብግዛዕን ከመሓድርዎ ዝደሊ መመሓደር ኣሎ ብዙሕ ነገር እዩ ዘሎ ኣብ ትግራይ ደሓን ክልተ ዓመት ሙሉእ ስለ ዝተባላሸወ ብሓደ ግዜ ዝዕረ ስለ ዘይኮነ ቀስ እናበልና ክንዕርዮ ተባሂሉ እዩ ቀስ ተባሂሉ ዘሎ ግን እቲ ቀስ ነዊሑ በዚሑ ካብዚ ከይዶም ኣብ ዓፋር ዝኸዱ ኣለዉ ክምለሱ ኣለዎም ብጾትና እዮም ዝተቃለሱ እዮም ተጋግዮም ክኾኑ ይኽእሉ ገሊኦም ወንጀል ዝፈጸሙ እዮም ብወንጀሎም ፈሊጦም ከይጥየቁ ዝኸዱ ክኾኑ እዮም ብዙሕ ሰብ ግን ብዘይፈልጦ ነገር ተደናጊሩ ከይድ ዝተገበረ እሱ ክምለስ እዩ ምንም ዝጠረጥር ኣይኮነ ኣይ ናይ ዕላማ ሒዝኻ ክቃለስ እንታይ እዩ ዝብል መቃለሲ ዕላማ እኮ ይብልን ምክንያት እኮ ይብልን ምኽንያት ዘይብሉ ኣጀንዳ ሒዝካ ምቅላስ ዝበሃል ነገር የለን። ምኽንያት ዘለዎም ወንጀል ዝፈጸሙ ወይ ስልጣነይ ናይ ስልጣን ህረፍ ዘለዎም ክህሉ ይኽእሉ። ንሶም ክንዲ ዝከኣል ምስኦም ምርዳይ እዩ። እቲ ካሊእ ግን ምንም ኣበሳ ይብሉ ምናምን ይብሉ። ናብ ኳሕኳሓ ዘሰደውኒ ንኸድ ናብኡ ዘኸይድ ኣጀንዳ እውን የብልናን ምስኦም ንሶም እውን ከምኡ ክገብሮ ይኽእሉ ግለሰባት ዘይኮይነ ፅባሕ ዝምለስ እዩ ክንመልሶ ኢና ኸ ናብ ስራሕ ንእቶ መጀመርያ ግን መጀመርያ ትግራይ ነመዓራሪ ኣብ ዘዋ ኣብ ናይ ዘዋ ደቡብ ምብራቕ ስለ ዝኾነ ንዛረብ ዘለና ናይ ደዋ ዘቡብ ምብራቕ ጥሙር ኮሚቴ በዚ ስራሕና እንተጀሚርና ካልእ እውን ናይ ባዕሉ እንተሰሪሑ እትብቲ ንየ ዘሎ ሓይሊ ናብ ቦትኡ ዝምለስ እዩ። ማለት ሰው ኢሉ ክምለስ ድልየት ስለ ዘለኒ ኣይኮን ክዛረብ ዘለኹ ክምለስ ዝኽእል ወድዓዊ ምክንያት ስለ ዘለዎ እዩ ስለዚ ምለስውኒ ይምለስውንለይ እና ዋና ነገር ድሕሪ ገዛና ምዕራይ ገዛና ምፅራይ ምፅራይ ማለት ከዓ ሓዞ ትሰዶ በዚ እሰሮ ፍታሐዮ ማለት ኣይኮነ ማለት ክእሰር ዝግባኦ እሰር ኣሎ ክሰስ ዝግባኦ ክሰስ ክእል ኣሎ ብሕጊ ክጥየቕ ዝግባኦ ብሕጊ ክጥየቕ ኣሎ ካብዚ ወፃኢ ግን ዘየለካ ዘይረኣያ ኣለካ ዘይሓሲብካ ዘይተዛሪብካ ዘይትመስል ከም ዘይትጥርጠር ብዝብል ዝኾነ ኣብ ልዕሊ ዜጋና ዝኾነ ይኹን ነገር ክግበር ኣይግባእን። ስለዚ እቲ ምምሕዳር እውን ሕጂ ተቢሉ ዘሎ ተሸይሙ ዘሎ እቲ ማለት ዘዋ ኣመሓዳሪ እቲ ካልኦት ምምሕዳር እውን ናይ ዘዋ ካብ ዘዋ ኮሚቴ ጀሚሩ ናይ ምዕራይ ስራሕ ሕጂ ዝግበር ዘሎ እዩ። ዳርጋ ፈሪሱ ዝነበረ ስለ ዝኾነ ማለት እዩ ሕጂ ኦረዲ ስርዓት ብዘለዎ መንገዲ ስርሑ እንተተጀሚሩ ኣብ ሓፂር ግዜ መልክዕ ዝሕዝ እዩ ዝኾነ ክፍትን ዝኽእል ሽግር እውን እንተዝህሉ እሱ ካብ ምፍታሕ ወፃእ ካሊእ መንገዲ የለን ንህልውና ህዝቢ ትግራይስ ዘለዉ ሽግራት ካብ ምፍታሕ ምስ ህዝቢ ተኸራኺርካ ተማጒትካ ህዝቢ ዝተደናገሮ ዘይተረድኦ ቂር ዝበሎ ነገር ተልዩ እውን ምስ ህዝቢ ኮይንካ ምፍታሕ ኣብዚ ከዓ ፖለቲካዊ መሪሕነት ወሳኒ ሚና ኣለዎ። ኮሚትመንት የድሊ ኮሚትመንት ዋጋ ክንከፍል በረኻ ወፂእና እንዲና ኣብ ዝሓለፈ ክልተ ዓመት ተዋጊእና ሕጂ ዝኾነ ፖለቲካዊ መራሒ ኣብ ዝኾነ ቀበሌ ኣብ ዝኾነ ጣብያ ዝኾነ ዋጋ ከፊሉ ምስቲ ማሕበረሰብ ይቅር ይቅር ክበሃል ዝግብኦ ነገር ተልዩ እውን ተማጒትካ ተኸራኺርካ ምርዳእ ዝግበሮ ነገር ተልዩ እውን ባዕሉ እቲ መመሓደሪ ይቅርታ ክብሎ ዝግባእ ነገር እንተልዩ እውን ኩሉ ጌርካ እዩ ወሰን ወሰን ብፅሕ ኢልካ ብምፃእ ከይድካ ጉያ ኢልካ ትኸይድ ከምዚ ናብ ካሊእ ዓዲ ዝኸድካ ተመሊስካ ብጉያ ትምለስ ናብ ሰፈርካ ዓይነት ዘይሓድሮ ምስ ትግበር ዘይውዕሎ ምስ ትግበር ኣብኡ ዘይቕነ ምስ ትግበር ኣማዕዲኻ እናጎየኻ ትኸይድ እናጎየኻ ትምለስ ዓይነት እንተኾይኑ እዚ ሲ ቀቐሊ ልዕሊ ኩሉን ቅድሚ ኩሉን ከዓ እቲ መንእሰይ ክንረዳእ ክንክእል ኣለና ልዕሊ ኩሉን ቅድሚ ኩሉን መስተን ደቂ ኣንስትዮ ክንረዳእ ኣለና ነናይ ባዕሉ ውዳበታት ኣለዎ ልዕል ኩሉን ቅድሚ ኩሉን ነናይ ባዕሉ ውዳበታት ኣለዎ። ህዝባዊ ውዳበታት ኣሎ፣ መንግስታዊ ውዳበታት ኣሎ። ምስኡ ክንረዳዳእ ክንክእል ኣለና። ምስቲ ነባሪ ናይ ከተማ ናይ ገጠር ክንረዳዳእ ክንክእል ኣለና። ዘይሰማዕናዮ ክስማዕ ዝደልዮ ነገር ኮሎስ ባዕሉ በብከባቢስ ክስማዕ ዝደልዮ ነገር ኣለዎ፣ ኣጀንዳ ኣለዎ። ይፈታሕታ ኣጀንድኡ ትሰምዖ ዝሕሸ ተኾይኑ እቲ ናትካ ሓሳብ ተርድኦ ክትሰምዖ ዝግበእካ ተኾይኑ ከዓ ትሰምዖ ዋላ ዝሕሸ ኮይኑ እቲ ሓሳብካ ተዘይተቐቢልካ እውን ተዓንትዎ ዘልኮ እዩ ዝመፅእ ስለዚ እቲ ኣጀንዳና ዓብዪ እዩ ዓብይ ኣጀንዳ እንብሎ ዘለና እንታይ ምስ መቐለ ዝተታሓዘ እዩ፣ ዝርያ መቐለ እዩ እዚ ዞባ እዚ። ብዙሓት ነገራት ክባላሾ ዝተገበረሉ እዩ እዚ ዞባ እዚ። ብጣዕሚ ብዙሓት ነገራት ንክባላሾ ኮነ ተባሂሉ ዝተሰርሐሉ እዩ። ሕጂ እውን ውፅእ እትው እናበሉ ብዙሕ ነገር ክባላሾ ዝገብርሉ ዘለዉ ነገር እዩ። ስለዚ እታ መጨረሻ ግን ኦረዲ ሕጂ ሕግን ስርዓትን ክነኽብር ኢና። ሕግን ስርዓትን ክነኸብር ኸኣ ሕጋዊ ስልጣን ኣለና። እዚ ኸኣ ህዝቢ ሒዝና ኢና ንገብሮ። እዚ ኸኣ ብውፍይነትን ብቕንዕናን እዩ ዝፍጸም። ብምግላል ብምርሓቕን ገሊኡ ብምቕራብ ኣይፍጸምን። ኩላትና ናይ ባዕልና ሓሳብ ሒዝና ተማይጥና ኢና ንዕርዮ። ጠማማ ሓሳብ ሒዙ ወንጀል ፈፂሙ ናይ ባዕሉ ድልየት ዘለዎ ሓይሊ ኮነ ኢሉ ክሕንክር ዝመፅ እንተኾይኑ ከዓ ብሕጊ ይተሓዝ ሕጋዊ ብዝኾነ ሕጊ ናይ ምኽባር ስራሕ ይስርሑ የቕኒለይ